ሰላም ከመይ ቀኒኹም ክብራትን ክብራት ተኸታተልትና ለማዓንቲ ምስ ናይ ኩል ግዘ ናይ ያሓ ሚድያ ጋሻ ተስፋይ ንጉስ ራያ ፃንሕት ክንገብር ኢና ናይ ለማዓንቲ ፃንሕት ፍልይ ዘብሎ ኣብ በዓል ኣሸንዳ ኮይናን ንእሽተን ሃርድ ቶክ ዘለዎ ኢንተርቪው ክኸውን ጋሻይ ተስፋይ ንጉስ ራያ እንግደተይ ተቀብልካ ኣብዚ ስትድዮ ስለ መጻካ ብጣዕሚ የመስግን። ኣነ ውን ክብረት ይሃበለይ ጋሻኻ ስለ ዝገበርካ። እንኳዕ ልበዓል ኣሸንዳ ኣብፀሐካ። እንኳዕ ሓብሪ ብፅሐና። በዓል ኣሸንዳ ብፍላይ ኣብ ትግራይ እቲ ዓብይ ልደመቐ በዓል እዩ። ልመዓንቲ በዓል ኣሸንዳ ግን ኣብ ትግራይ ብፀልማት ኣሸንዳ ኢንብላክ ልብል ይኽበር። ብመጀመርያ
ንመላእ ህዝቢ ትግራይ ከምኡ እውን ንክርስትና እምነት ተኸተልቲ ተሓሒዙ ስለ ዝመፅእ ንኩሎም ህዝብታት ብሓፈሻ ከዓ ንደናግል ኣሸንዳ ናይ ደናግል ምዃኑ እዩ ዝፈልጥ ኣሸንዳ ናይ ጎርዞታት ደቂ ኣንስትዮ ምዃኑ እዩ ዝፈልጥ እንኳዕ ኣብፀሐኩም ክል ይደሊ ብሕመቕ ይፀብቕ ሃይማኖታውን ባህላውን ትሕዝቶ ስለ ዘለዎ እቲ ባህልና መሰረት እንኳ ኣብፅሐኩም ነዚ ናይ ሸንዳ በዓል እንኳ ኣብፅሐኩም ክል ይደሊ ኣብ መከራ ለለዋ ነፃነት ዘይብለን ደቂ ኣንስትዮ ኣብ ሕማቕ ደልሃመት ንሃለያ ኣሸንዳ ይበሃል እዩ ህዝቢ ተቓውምዎ እዩ ህዝቢ ደየለናስ ኣሸንዳ ከመይ ኢልና ክንህሊ ከለና ኣሸንዳ ዝህሊ ብዝብል እዩ ዝቃወሞ ኣሎ ህዝቢ ኣብቲ ናይ ትግራይ ባህልን ስብእናን ዛንታን ታሪክን ዘጥፍእ ዝስር ዝለሎ ጉጅለ ድሑር ግን ድሑር ጉጅለ ግን ናብ ካልእ ፖለቲካዊ እንትን የውዕል ኣሎ ተቃውሞ እቲ ብላክ ኮይኑ ለሎ ናይ ህዝቢ እዩ እሱ ግን ይጥቀመሉ ኣሎ ኣብ ኣሸንዳ መዓልቲ ከምዚ ኩሉ ግዜ ንብሎ ሓፍትና ዘውዱ ሃፍቱ ኣብ ማእኸል ኣደባባይ መቐለ ፀጉራ ስሒቡ ኣብ መኪና እትዩ ሓንጎላ ኣንቲዑ ረጊፅዋ ከይዱ ክንደይ ሚትሮ ጎሲስዋ ከይዱ ሓምሳ ሜትሮ ድዩ ጎሲስዋ ከይዱ እዩ ወዲ ገብረ ስላሰ ማለት እዩ ሕዚ ገብረ ስላሰ ሃፀይ ማለት እዩ ወድ ንጉስ ኣይከሰስም ሰማይ ታረስም ዝበሃል ነረ ተረት ኣብ ልሊ ገብረ ስላሰ ንሪኦ ኣለና ማለት እዩ ነበር ኣዛዚ ኣርሚ ዕስራን ክልተን ነይሩ ሕዚ ደለ ሽመ ተግንዩ ምክትል ኮሚሽነር ክልል ትግራይ ፖሊስ እወ ሕዚ ወዱ ሰብ ቀቲሉ ሰብ ዝበሃል ፍጡር ብርቅየ ዝኾነት ቆልዓ ሸንዳ ሕልሚ ዕላማ ዘለዋ ቀቲሉ ምክትል ፖሊስ ኮሚሽን ድኾን ንመን'ዩ ክሕዝ? ንመን'ያ ገበነኛ'ዩ ክሕዝ? ንመን'ዩ ከከሳድድ? እዚ ከይተሓለመይ ዝተፈትሐ እዩ። ዘውዱ ሓፍትና እያ፣ ዘውዱ ጓል ሰብ እያ። ናይ ዘውዱ ፍትሒ ዘየለ ኣሸንዳ መፅዩ። ኣሸንዳ ካልኣይ ግዜኣ እምበር ሓሊፎ መስለኒ። ሳልሳይ ሳልሳይ እዩ ሽዱሽተ ዓሰርተ ሓሙሽተ ነይሩ እወ ሓሊፉ ሰለስተ ዓመት
ኣብ ናይ ዘውዲ ገበን ኣነ ብደንቢ ድከታተሎ ነይረ ስዊድን ኮይነ ብዙሕ ሓበሬታታት የውፅ ነይረ ኩሉ እንትን ኢልዎ ወዲ ገብረ ስላሴ እዩ ዝቐተላ ኢለ ዝኣወጅኽዎ ኣነ እዩ ከመይ ብኸመይ ታርጋ ዘይብላ መኪና ከመይ ገይሮም ቀቲሎማ ፈልጥ እየ ናድኡ ንትቐታሊ ሓዋ እንታይ ይገብር ነይሩ ናይዚ ወንጀላት ንምስራዝ ክንደይ ሰብ የፋራርሕ ነይሩ ክንደይ ሰብ ከ ብኣ እንደገና ጠፊኡ እዚ ኩሉ ንሕጊ ኣብ ሕጊ ኣብ ፍትሒ እዚ ንሪኦ ዘለና ቃልሲ ሓይል ሰላም ምስ ኣተየ ፍትሒ ክረጋገጽ እዩ ፍትሒ ዘይተረጋግጽ ትኾንካ ቃልሲ ይኾነ ዘውዱ ፍትሒ ዘይረኸበት ሰለስተ ዓመት ገይራ ማለት ኣቦኡ ከዓ ህፃውንቲ ትግራይ ገፍፍሎ ማለት እዩ ፖሊስ ኮሚሽን ገለብለካ ኣሎ ፈደራል መንግስቲ ዘይፈልጦ ፖሊስ ኮሚሽን የለ ፖሊስ ከም ሃገር እዩ እዚኦም ሸፋቱ ግን ዝገብርዎ ኣለዉ ትሪኦ ኣለኻ ኢኻ ስለዚ ኣሸንዳ ናይ ህዝቢ ኮይኑ ተቃውሞ እናሃለየ ህዝቢ ተቃውምዎ እናሃለወ ደቂ ውሕስና ደይብለን እናሃለያ እስቲ ጉጅለ ግን ንካልእ ፖለቲካዊ ረብሓ የውዕሎ ኣሎ ማለት እዩ ተረዲካ ደሎ እዚ ክንጸል ኣለዎ ዓቃቢ ሕጊ ግን እቲ ቆልዓ እቲ ኣብ ትግራይ ይሃሊ ኣይሃሊ ምንም መረጋገፂ የብልናይ ይብሉ ኣለዉ። ናይ ምንታይ ሕጊ ኣሎ ኮይኑ?
እቲ ቆልዓ ኣብ ትግራይ ይህሉ ዶ ይኾን? ኣበይ ይኣቲ ከ? ኣበይ ይህሉ? ኣብ ትግራይ ይሃሊ ኣብ ማርስ ተረዲካ ደለ ኣቦ ፖሊስ ምክትል ኣዛዚ ይብለካ ኣለኹ እም። ኣቦኡ ናይ ህዝቢ ተቃላሲ እየ ካብ ዝብል ነይሩ ወዱ ከስቅሎ እዩ ነይርዎ ይብለካ ኣለኹ ብሕጊ ብስልጣኑ ተዘኮይኑስ ብሕጊ ወደይ ፍርዲ ቀርብ ኣለዎ ወደይ ስለ ዝኾነ ከመይ ገይሩ ናይ ሕጊ ላዕላውነት ክሊ ኣለዎ ክብል ነይሩ ንሰውዱስ ኣቦኡ ክማጎተላ ነይርዎ ናይ ህዝቢ ሃፍትን ባጀትን እናበልዐ ወዱ ዝሕብእ ኣደኡ ኑቲ ቐታሊ ጓል ኣንስተይቲ ኮይና እናሃለየት፣ ኣብ ልዕሊ እታ ጓል ኣንስተይቲ ናታ ቤተሰብይ ትገብሮ ዝነበረት ዛቻን ምፍርራሕን ካልኣይ ገበናት ሳልሳይ ገበናት ኣለዎ ብድሕርኡ ዝመጹ ማለት እዩ። so ዘውዲ ሓፍትና ሲኢናያ ብዙሓት ዘውዲ እየን ጠፊኤን ዘውዲ ኢና ንብል ኣለና ተኸቲፈን ሃም ሽንጉርቲ ተደርበያስ ኣይትፈልጥ ኢኻ ክንደይ ድኩስተን ኖርካ ኣነ ኣብ ማሽላ ዝተረኸባ ክንደይ እኮ እዩ ማሕካር ሓሊፉ ብመን ባም ብቶም ጉጅለ ኣካሎም እንዲሱ ብሊ ተወልደ ዕንበብ ተጨውያ ኣብ ቤት ፅሕፈት ህወሓት ሓወልቲ ለሎ ናይ ቀደም ገዛ ኣሎ ኣብቲ ግቢ ኣብኡ ዝቐነየት ሓንቲ ሓፍትና ነይራኹም ዝቃላዕናያ ዳሓራይ ስልኪ ደዊላ ኣብዚ ቦታ እየ ለለኹ ኢላ ብቶም ሓለውቶም ስልካ ደዊሎማ ሃም ዝበለ ቦታ እየ ተኣሲረ ለለኹ ኢላ ኣካላ ዝጎደለት እያ ክልተ ኣሕዋታ ዝሰኣነት እያ እዛ ቆልዓ እዚኣ ከዓ ስማ ክገልፆ ይደሊ ኣብኣ ሓና ገይሩ ኣሲርዋ ቀኒ እዩ ከምዚ ገርኪ ተቃልዕ ኣለክና ኢኪ ኣብ ትዊተር ኣብ ትዊተር ስፔስ ኢሉ ማለት እዩ ሶ ብዙሓት ገበናት እዮም ተፈጺሞም መእለያ ደይብሎም እዞም ገበና እዚኦም ጽባሕ እዮም ክፍትሑ ገበነኛ የትም ይኽድ የትም ክተሓዝ እዩ በፍጽም ነግረካ ገበን ስለ ዝኾነ ገበን ኣብ ልዕሊ ገበን እናተደራረበ እዞም ሰባት እዚኦም ኣጥፍቶ ጠፊ ስለ ዝኾኑ ንሕጊ ተሓታቲ ይኾኑ እዩ
ተስፋይ ንጉስ ራያ መን እዩ ድብል ሕቶ መፅኖ ፖለቲከኛ ደኻ ኣክቲቪስት ደኻ ሰራዊት ደኻ ተቃላሳይ ደኻ በዓል ሃፍቲ ኻ እንታይ ኢኻ ሃፍቲ ካብ ኣምፀዮ የብለይ ዝነራንለ ወደይኒ ተኻፊለ የኒ ሃፍቲ ኮንክ ግደፎ ሃፍቲ ሃፍቲ ጽናሕ ግን ኣይልምን እዩ ሚሊዮነር ኢኻ ትበሃል እ፣ ተመስገን እዩ እንድሕ ኢሎምኒ ተስፋ እዩ ኮስለ ሚሊዮነ- ሚ- ሚሊዮነር ዳኻ ካብ ምጨዮ ይብለካ ኣለኹ እኮ፣ እ። የብለይ እ። ግን እ። ተመስገን ጥዕናይ ምሉእ እዩ እ። ነፃነት ለው ርእሰይ ካብ ዝለዓለ ንዓይ ሃፍቲ የለይ ብሃፍቲ ተባካየ ማለት እዩ ኣክቲቪስት ተይልካኒ ኩሉ ይፅሕፍ ፅሕፍ ኣነ እውን ይዛረብ ብነፃነት ይዛረብ ናይ ሰባት ክፍኣት ይድሊ ናይ ሰባት ክፍኣት ናይ ህዝቢ ክፍኣት ሱቅ ክርኢ ስለ ዘይደሊ ክንደይ ደኺመሉ ክንደይ ይውለሉ እየ እዚ እውን ቀፅለሉ እየ ፖለቲከኛ ድኻ ዶ ኢኻኒ ንቃልሲ ንፍትሒ ናይ ግድን ፖለቲከኛ ክትኾን ኣይኮነይ ፖለቲካ ዝወልዶ ክፍኣት እዩ ፖለቲካ ዝወልዶ ሽግር እዩ ፖለቲካ ዘእትወካ መከራ እዩ ኩሉ ከዓሪና ሓሊፍና ኢና ደቂ ገባሪና መንበሪ ስኢንና ተሳቂና ዝኣተናዮ እዩ ነይሩ ተቃውሞ ካብኡ ሓሊፉ ኣነ መን እየ ተልካኒ ትክክለኛ መን ኢካ ተልካኒ ኣነ ሓራ መረት እየ ተቃላሳ እየ ቀትሪ ለይቲ ይቃለስ ናይ ህዚ ቃልሲ ዕውት ኮይኑ ስዒሩ ክወፅእ ልዕሊ ማንም ኣነ ኣለኹ ክወፅእ እዩ ከዓ ስዒሩ ኣነ ጓሓቲ ምሸትይ ኣብ ትሕት ድሑር ጉጅለ ዝሰርሖም ስራሕቲ ኩሎም ውፅኢታዊ ስራሕ እዮም። ክኸዶ እየ ከዓ እግር እግር ገና ብዝኾነ ይኹን መንገዲ ማለት ንውልቀ ይኹን ከ ኣነ ንብረተይ ዓሽገ ናብራይ ዓሽገ ኩሉ ግዜ ዓሻሽገ ዝመፃኹ ክፅሊ ዋልድባ ክኣቲ ወይ ክንግድ ይኹን ክመፅእ ኣብዚ ዓዲ ምስታ ዘላትኒ መንግስቲ ሽፋን ይገብረለይ፣ መንግስቲ ቃልሰ ይፈልጦ እዩ፣ መንግስቲ ይሕልየኒ፣ ብኩሉ ነገር ይሕልየኒ። ተስፋይ ደኩሰሰሉ ሓደ ዓብይ ነገር ነው ተስፋይ ከባቢያዊ ይበሃል ኣነ እኳ ኣብ ሕሻዕ ትግራይ ትግራይ ትል ዝሰምዐካ ግን እዞም ከባቢያዊ እዮም ብሎም ብካስኻ ሰባት ብዙሕ ግዜ ራያ ራያ እዩ ዝብል ካብ ስሙ ጀምሩ ተስፋይ ንጉስ ራያ እዩ ዝብል ከባቢ ዲኻ ኣነ ተስፋይ ንጉስ ራያ ድበሃል ባዕሎም እዮም ዘውፁለይ እቶም ራያ ዘይኮኑ ካብ ራያ ወፃእ ለለዉ ወዲ ራያ ተስፋይ ራያ እዮም ድሉኒ ዋላ ኣብ ሱዳን ኣብ ኩሉ እንዲያም ወዲ ራያ ይኾነ እኮ ተስፋይ ንጉስ ራያ ዝብለኒ እቲ ወዲ ካልእ ከባቢ ተስፋይ ንጉስ ራያ ድለኒ ዋላ ኤርትራዊ ተስፋይ ንጉስ ራያ ድለኒ ተረዲእካ ዶ? እወ። ኣቦይነይ ተስፋይ ንጉስ እዮም ዝጸቡለይ። እም። እቲ ናተይ ኣዘራርባ ነበረ ባህሊ እንድያም ሕዚ ይብሎ ኣለኹ እየ። ብዝተኻእለኒ መንገዲ እም። ራሽናል ይገብሮ ማለት እዩ። እም። ደኣም ህልም ዶ ክራያታይ እየ ዝዛረብ እንድሕር ደልየ ማለት እዩ። ሶ ባዕሎም ኣውጸሙለይ። ስሙል ሃምዚ ድበሃል ነገር ባዕለይ ዘውጻኹዎ እንትን የብለይ። ግን ይኾርዐሉ። ፈጨጭ የብለሉ ብጣዕሚ ደስ ዝብለኒ ክነግረካ ንጉሰስ ልዕሊ ንጉስስ ልዕሊ ራያ ኣይኮነይ ራያ ማለት ዓብይ ሽልማት እዩ ደስ ይብለኒ ንምንታይ ተስፋይ ንጉስ ዓድዋ ደይብልኒ ታእዚኒ ኣቤት ይብሎም ዓደይ እንድዩ ተስፋይ ንጉስ ዓጋመ ደይብልኒ ዓጋመ ይብልኒ ሻዕብያ ብጸጋ'የ ዝቕበሎ። ዓጋመ ካራምቡላ ላጻወትኩካስ ኣንታ ዓጋመ ዘይበለ ኣይድግፈኒ ሻሃይ ጋውዞይ ኮኳይዎይ ዓጋመ በል'የ ድብሎም። ኩሉ ድፈልጥ'ዩ ዋላ ውስን ዓጋመ ጸርፊ ተገይርካዮ ዓጋመ በል ጋብዘካ'የ ድብሎም። ኤርትራውያን እወ ፍሉጥ እዩ ዝብ ሱዳን እንታይ ትብለኻ ካልኣይ ይቅርዶ ከባቢ ክኾን ኣብ ትግራይ ሰብ ሰብ ብምዃን ጥራሕ ይዳምን ሁዝ ሂ ሁዝ ሺ መን እያ እሱ መን እዩ ተግባራቱ ግብሩ ከምኡ እዩ ድኣምን ኣነ ኦርቶዶክስ ኣማኒ እየ ግብሪ እየ ድኣምን እምበር ፆም ዶ ገለ ገለ ድብልዎ ኣይቕበሎን ክነግረካ ኣነ ግብሪ ግብሪ እንታይ እዩ ምግባር ግብርኻ እንታይ እዩ እስኪ ስምዐኒ ኣብ ግብርኻ እዩ እዚ ኾነ ኢሎ እምበር ብባዕለይ ትመካሕ ተይልኻኒ ልዕለይ ትግራዋይ የለይ ፐሬድ ልዕለይ ትግራዋይ የለን ዝኾነ ኢትዮጵያዊ ለ ልዕሊ ኢትዮጵያዊ ኢለ ኣያምን እዩ ኣስምረሉ እዚ ራየታይ ትግራዋይ ኢትዮጵያዊ በቃ ኣይ ራያ ገዲፍካ ድኣ ተኢልኒ እም። ዋችድ ታገሩኒ እ? ማርያም ሒዛ ተልካ ሓዚስ ማርያም ሒዛ ኣበይ ኣለላ ሽረ ድያ ኣለላ ዓድዋ ድያ ኣለላ ዓጋመ ድያ ኣለላ እንደርታ ኣበይ ኣለላ ኣብ ማጨው ኣለላ ሕማቕ ፅቡቕ ዝሓለፍናዮ እዩ መሕበእትና ነብራ ማርያም ሕዛ ከይድና ግል ንኾኒ ተኣምን ይኖ ማርያም ሕዛ የድል ሕዛን ሕዚ ኣኾነ ማርያም ዓደ ትደኣ በል ተብኻኒ ደይፈልጣ ደይረኽቧ ኩለን ማርያም ሓደ ኮይን ግን ደይረኽቧ ኣነ ክንደይ ደቂ ኣንስትዮ ሕኪመ ስካብ ሕዚ እስካብ እዚ ሐዚ ልዕሊ ኣርባዕተ ሚእቲ ሰማንያ ክልተ ደቂ ኣንስትዮ ሐኪመ ኣለኹ። ካበይን ካብ ትግራይ እየን። ካብዚኤን ኹለን ኸ ሰለስተ ደቂ ራያ እየን ነይረን። ክንደይ ክንደይ ክንደይ ኣርባዕተ ሚእቲ? ልዕሊ ኣርባዕተ ሚእቲ ሰማንያ ክልተ እዩ ዝፈልጠን ኣነ ብዘይ ጥዝጥዝ ገለ። እዚኤን ተጋሩ እንድየን እዘን ኣንስቲ እዚኤን። ኸም ኣደይ እየ ዝርእየን ኣነ ሕማመንስ ሕማመይ እዩ። ተሃሊኒ ኣምላኽ ገና ተሃሊኒ ተይቡኒ። ስኢሉ ብጸሎተይ ይህበኒ ሰሪሐ እየ እዚ ከባቢ ኣብ ዝለን ዘሎ እንታይ እየ ገብር ደልኒ ፋክት ግን ኣይደልይዎ ይሶም ፋክት ተኮይኑ ጥርሖም እዮም ዝተርፉ ፋክት ተኮይኑ ኣብዚ እተው ይትብሎም እዩ ትርዳኻ እንደለኻ እቲ ከባብያውነት ዝሰርሕዎ ግን እሶም እዮም ባህርያዊ እዩ እውን እኮ ተቐድሞ ነገር ክል እዩ ኣነ ኩሉ ግዜ እኮ ይናገሮ እየ ረያታይ ኮይነ ዓጋመ ተዘይፀልኤ ሽረ ተዘይፀልኤ ኣክሱም ዓድዋ ዓዴት ቴምቤን እንደርታ እዚኦም ብምሉኦም ዓድታት ተዘይፀልኤ እዮም ታይ ይሕመሎ እሱም ኣፍታ መበቆሉ ፎትዩ ንዓይ እንድሕ ዘይጸልኤኒ ምሓወ እዩ ዋዮ ቅድሚያ ደኣ ኣነ ፉተይ ተይልዮ ዋ ሃመይ ገይረ ክብለኒ ለለዎ ረጊሙ መርቑ ዝዓወየ ማሕበረሰብ ኣለዉ ኣነ ኮን ኩልለ ተዛሪበዮ ኮዚ ዋላ እቲ ዘምልኽዎ ዘኣምንሉ ብምውቱለ ዝምርሕሉ መለስ ዘናዊ ነብሲ ምሓሮ እሱ እውን ተዛሪብዎ እኮ እዩ ከባቢ ካብ ከባቢ ተፍቅሮ ኣሎ ዝዓበየካ ዘበልካ ማሕበረሰብ ግን ህዝቢ ህዝቢ እዩ ኢሉካ ሓቁ እኮ እዩ እሱ ሶ ከባቢያውነት መሲልካ እዩ ኣሎ መሲልካ እዩ ኣሎ ኣደወ ኢደ ይፈትኽ ግን ኣደወ ካይ ፉትያ እዩ ክልተን ኣደ ይፎትየ ኣደ ካልዶ ስለ ዝኾነ ክፎትያ እየ ዝሃብካኒ ሓላፍነት የለይ ድበደልክዋ የብለይ ዳዳለክዋ የብለይ ከመይ ገርካ ከባበይ ትብለኒ ስልጣን የብለይ ሓደራ ዝተዋሃብክዎ ስልጣን የብለይ ሓደራ ተውህቦ ግን ንእርጎ ፅቡቅ ገይረስ ንለተ መስቀል ድየደላ ወይ ገለ ከዳለዋ ኣይኽእል እዚ ናተይ ስንፍና ካብ ናቶም ዝበኣሰ ድንቁርና የድሎ ኣይግበር እዩ እውን ብካልእ መንገዲ ኢኻ እንዲያም ብፅቡቕ ኢኻ ትክሕሶ ሓላፊ እኮ ኢኻ ፅባሕ እዞም ሰባት እዚኦም ካበይ እዮም ዝሸኑ ኣለዎ እዚ መርዚ እዚ ኣይርደእኒ ንምንታይ ከም ዘምፅዎ እውን ኣይርደእኒ ተረድኻን ደለኻ እቲ ዝነበረ ዝቐፀለ ኣብ ልዕሊ ህዝቢ ራያ ዝግበር ቁሉዕ ዝኾነ ኣድልዎ ራየታይ ክሲ ድቕበለ ይኾነ ከሳሲ ኩሉ ግዜ ከሳሲ ኣቤቱታ መቕረቢ ክገብርዎ ዝፅዕሮ ስቶፕ የብሉ ኣነ ነቨር ክኾን የብሉ እዩ በቃ ዓብዪ ማሕበረሰብ ክቡር ህዝቢ ስብእናኡ ጅግንነቱ ዝፍለጥ እዩ ፍትሓዊ ዘይኮነ ቃልሲ ክትኸድ የብልካ ፍትሓዊ ትኾን ኣለካ ካብቲ ዝነበረ ዘይሐይሽ እንተኾንካ እንታይ ትርጉም ኣለካ ዘይምእታው እዩ ዝሕሸካ ሶ ፍትሓዊ ዝኾነ ካብ ኣድልዎ ካብ ስርቂ ካብ ወዘተ ካብ ሕገወጥ ስራሕቲ ነፃ ኮይንካ ኢኻ ተኣቲ ናብ ማሕበረሰብካ እዚ ነፃ ኮይንካ ተኣቲኻ ማሕበረሰብካ ነፃ ትገብሮ ኢኻ እዚ ሒዝካ ተኣቲኻ መሊስካ ኢኻ ዝፎቕ ካልኣይ በረኻ ዝወፅእ ሰብ የለን ሳልሳይ በረኻ ዝወፅ ሰብ የለን። ታክለ እካ ደልየ መስለካ ኣነ ከባብያዊ ኮንኹ ኣነ ከባብያዊ ኣድማሳዊ እየ ይብለካ ኣለኹ ይቅረብ ትግራይ ይብለካ ኣለኹ ብዘይካ ሻዕብያ ህዝቢ ኤርትራ ለሓወ እዩ ህዝቢ ምሓራ ለሓወ እዩ ህዝቢ ኦሮሞ ሓወ እዩ ብምሉእ ህዝቢ ሓወ እዩ ህዝቢ ሱዳን ለሓወ እዩ ኣድማሳዊ እየ ይብለካ ኣለኹ ኣነ ዝፍለጠሉ እንድያ ምሱ እዩ ተረዲካ ዶ ናይ ሰባት ክፍኣት ጥራሕ እዩ ዘይደሊ ሰባት ክፉእ ክረክቡ ኣይደሊ ብሰባት እንተኮይኑ በተለይ ተመስገን ሲ ዝኾነ ነገር ተጸሊምካ ሲ ከመይ ይስምዐካ ብጣዕሚ ስምዐካ ይወር ብጣዕሚ ሓቅኻ ብጣዕሚ ሶ
ማለት ብካልእ ሓሳብ ብካልእ ከይገብሩ ብምፅላም ዝመፅእ ነገር ኣሎ ዶ? የለይ። እንታይ ኢልካ ተፀልሞ? ንምንታይ? ፈርዋት ፐርፐዝ ሃምታ ተበጊስኻ ቃልሲ እዩ ግን ኣብኡ ተለኻ መንተ ብሰፊሑ ንሪኦ ሓደ ውዳበ ኣሎ ኣብ ትግራይ ኣብ ናይ ትግራይ ውዳበ ኣብ ኣዲስ ኣበባ ተመስረተ እንታይ ድባ ቤት ምኽሪ ደለይቲ ለውጢ ትግራይ እዚ ቤት ምኽሪ እዚ ኣብ ታሪክ ትግራይ ተጋሩ ላብ ሓደ ዝኣከበ እዩ ኢሎም እቲ ውዳበ ብጣዕሚ ጽቡቅ ክያዶ ዝኮነ ዝናገሩ ኣለው። ብዓይኒ ተስፋይ ንጉስ ራያ እዚ ቤት ምኽሪ እዚ ብምንታይ ትርእዮ? እንታይ ኣሎ መስለካ? ዝኾኑ ደቂ ዝኾኑ ከባብስ ኣይ ምስ ምስ ካልኣት ምስ ዝኾኑ ከባቢ ንኾን ኣለና ምስኦም ተኾይንና ነቲ ንገብር ኢና ናይ ራያ ልዕልነት ይመጽእ ኣሎ ዝብል መንታሊቲ ቅስቀሳ ነይሩ ናይ ራያ ልዕላውን ራያ ልዕሉ ምውፃእ ታኾይን ድሕሞ ራያ ኣውረድ እዩ እንደርታ ኣውረድ እዩ ወይ ገለ ኣውረድ እዩ ዓጋመ ኣውረድ እዩ ልዕልና ናይ ዝኾነ ከባቢ ብቃልሱ ዘረጋገፆ እንተሃልዩ እንታይ እዩ ዝሕመካ? ምእካብ መቃለሲ ባይታ እንተኾይኑ መቃለሲ እንተኾይኑ ሰባት ኣይትመርፂ መቃለሲ እንተኾይኑ ብተዋሃበካ ባጀት ሰባት ክትምዝምለሉ ሰባት ክትገድፈሉ ሰባት ክትሕልፈሉ ይኾነ መቃለሲ እንተኾይኑ ከምኡ ይኾነ መንግስትነት እኳ ኣይመስለኒ ሶ ኣብዚ ክኾን ዝግብኦ ካሊእ ሓቋፊ ዝበሃል ቃል ኣይፈትዮ ግን ኩሉ ተሳታፊ በዓል ዋና ጌርካ ኢኻ ትኸዶ እቲ ናይ መቃለሲ ቤት ምኽሪ ንኩሉ ኦፕን እዩ እዮም ዝብሉ ዘለዉ ኦፕን ኣበይ ኦፕን ማለት እኮ ስምዐኒ ትሽዓንተ ውድባት ኣለዋ ልዕሊ ዓሰርተ ሓሙሽተ ሲቪክ ማሕበራት ኣለዋ እም፣ እ፣ ዝኾነ ይኹን ውዳበ ዝኾነ ይኹን ኣካል እም። ናብቲ ቤት ምኽሪ ናይ ምእታው መሰሉ እም። ሕልው እዩ ብሓፈሻዊ ኢለካ ኣለኹ እም። ኣነ ሕጋዊ ኮነ እዩ እንታይ ዓይነት ውዳበ ይምስረት ብለኻ እም? እንታይ ዓይነት ውዳበ ፅፉፍ ዝኾነ እም፣ ኩሎም ደለይቲ ለውጢ እም። ሰባት ዝኣትይሉ እም። ክኾኑ ኣለዎ ንምንታይ እሞ ኣዚ ንስኹም ል- ባዕ- ባዕልኹም ዘይትምስርትዎ ምስ ምስራት እኮ ይከኣል እዩ እ? በዚ ወይ ሓደ ሰብ እ፣ እሶም ዝመርሕዎ እ፣ እሶም ዝኣከቡ ሓይሊ ኣንሕና ኣሎ። ተመስሪትናዮ እወ ኣንሕና ዝገበርናዮ ኩሉ እም። ፅያፍ እዩ ሞክርዎ እንዶ ፅናሕ እንዶ አ፣ ግደፎ እንዶ ገዲፎምና እዮም ኣይንቕበሎን እዩ ንሕና እውን እዎ እሞ መሰልኩም እንዲሁ ግን ኣይንቕበሎን ኢልካስ ካልእ እንተሃሊናሉ ግን ሓሳብና ምሃብናሉ እዚ ከምዚ ከምዚ ክኾን ኣለዎ ሓደ ትግራዋይ ክኩረየና የብሉን ነሓሰ ዓሰርተ ሸሞንተ

ሐዚ ከ መኣዝ ኢና ትግራይ ንኣቲ ዘይኣተናሉ ምክንያት ክታይ እዩ ፀገሙ ሓይሊ ኣለና ሓይሊ ዝተወደበ ሓይሊ ኣለና ነቲ ጉጅለ ክሰዕር ዝኽእል ሓይሊ ኣሎ ኢልካ ነርካ ግን ዓመት ገይርና ያተናይ እንታይ ፀገሙ
ኣብዚ ወርሒ ንኣቲ ኢና ድብሉ ኣለኩ ኣለዉ ኣነ የደራጅየ ነይረ የደራጅ ነይረ ድሕረኻ እኳስ ዓፋር ከይደ ምስ ዓፋር ህዝቢ ምስ ሰራዊት ዝነበረ ጎንፅታት ፈልዩ ደቆም ገይሮሞም ንባዕሎም ተቐቢሎሞም እዚ ኩሉ ስራሕቲ ነይርና እዩ ኣብዚ መንጎ እናሃለና እንታይ እየ ክብለካ እምበር ናይ እንትን ኣፈላላይ ክሊ ይኽእል እዩ እቲ ከምኡ ክኾነሉ ዘይከኣለ ብቲ ሃሊ ብቲ ንቲ ዘመን ንዘመን ዝጠልብ ቃልሲ ኣብ ፈደራል መንግስቲ ጥራሕ ኢለ ኣሎ እዚ ዘመን እዚ ዝጠልቦ ቃልሲ ፈደራል መንግስቲ ጥራሕ ይድር ኣለኹ ኣብና ትግራይ ብቲ ይኹን ብቲ ንዘመን ዝጠልብ ቃልሲ ኣይገብሩይ። ስለዚ ኣምቲ ኣነ ኣሽዑ እውን እንታይ ኢለካ ነይረ ይዝክር እየ ሚእታዊ ቀልል እዩ የድወኽካ ሚእታውስ ቀልል እዩ ወላ ሓድሽ ዓመት ንኣቲ ኢና ግን ምስ ኣሕዋትና ካብኦም ንነፅሎም ከይንዳመ ኢለካ ካብኦም ንነጽሉ እዚ ንስራሕ ንድከም ምስ ድሕሩ ምስ ደኸምና ፋይናል እዩ እዩ ናተይ ቅዋም ኩሉ ግዜ ፋይናል እዩ ካልኣይ ውግእ ቀሊል ኣይኮነ ከምዚ ንናገሮ ከብድ እዩ ክሳራ ደብፅሕ እዩ እቲ ክሳራ እዚ ብትናቶም ድንቁርና ዝኸድዎ ናይ ውግእ ብኡ ክንኸዶ የብልና እዩ ብዘይ ውግእ ክንስዕሮምስ ግድን እዩ ነብስና እናተኸላኸልና ብዘይ ውግእ ክንስዕሮም ካብኣቶም በሊጽና ክንርከብ ኣለና እየ ዝብኹ ሽዑ እውን እምበር ምእታይሲ ሕዚ እውን ተኣትኽእል ኢኻ ድሕዘካ የለ እዩ ግን እንታይ ይፍጠር ብዙሕ ዳመጅ ይፍጠር እዩ እዞም ዳመጃት እዚኦም ከይፍጠሩ ግን ኢና ንከላኸል ነርና ሕዚ እውን እንትን ኣይ- ኣይ- ኣይሕ- ኣይሕሚ ማለት እዩ። ኣብ ቀረባ መዓልቲ ዕጡቓት ህወሓት ብሽረሪና ገይሮም ሽረ ንምእታው ሙከራ ፈፂሞም ነይሮም፣ ኣርሚ ዓሰርተ ሰለስተ። ብዙሓት ሕማቓት ፍፃመታት ተኻይዶም እዮም። ኣብቲ ጉጅለ እቲ ኣሕዋትና ሞይቶም፣ ብርክት ዝበሉ ከዓ ኢዶም ንመከላኸልያ እግሪ ኢትዮጵያ ሂቦም ኣለው። ንሕና እውን ከም ሚድያ ከይድና ርኢናዮም ኣለና፣ ኣብ ፅቡቕ ኩነታት ኣለው። ሓደ ልምንታይ እዩ ኣርሚ ሙልእ ካብ ጥቕሚ ወፃኢ ኮይና? ካልኣይ ከዓ ሕዚ እውን ናብ ዝተፈላለዩ ግንባራት ፀሓት ክገብር እዩ እዚ ጉጅለ ንሓይልታት ምክልኻል ትግራይ ወይ ከዓ ናይ ቀደም ቲዲኤፍ ሕዚ ናይቲ ዕጡቕ ጉጅለ ሰራዊት ዝኾኑ መልእኽቲ ኣለካ ዶ?
ደጋጊምና ተዛሪብናሉ እንዲና ኣርሚ ዓሰርተ ሰለስተ እዩ ዝገጢምዋ ኣብ ኣርሚ ዓሰርተ ሰለስተ ዝነበሩ ህይወት ብዙሓት ቀጢፉ
ተካዘ በሊዕዎ እወ
እዚ ናይ ፈደራል መንግስቲ ሓይሊ ዓቕሚ ግዝፍነት ዘይምንባብ ዘይምርዳእ እዩ እቶም ቆልዑ ተኣዘዝቲ እንዲዮም ንምንታይ ዓሰርተ ሰለስተ ኣትያ ዓሰርተ ሰለስተ ቀጥታ መፅያ ኣትያ ኣይትፈልጦ ይት ቦታ ዕስራን ክልተን ኣትዮም ዕስራ ሓሙሽተ ኩነት ተኸፊቱ እወ እወዋ ኣይትፈልጦ ይት ቦታ ቴስት እዩ መሞከሪ ላቦራቶሪ እንዲ ትወጣት መሞከሪ እዩ ከም ዓናፁ ላቦራቶሪ መሞከሪ እዩ ገረሞ እቲ ኣርሚ ሰብዓ ዝበሃል ስሙ ኢሎ ኣሎ ኣፍሪሳ ወዲኦ እየ እየ ለካ እሱ ትፈልጥራ ዓርቢ ሰብዓ ዓርቢ ሰብዓ ኣፍሪሰ ዝፍክሩ ሃፋትም ኣለዉ ዝና ተጋሩ ሰራዊትና ኣፍርሱና ናበሉ ሰራዊትና ኣፍሪሱ ዝወድኦ ተስፋ ራያ ናበሉ ዝፍክርለ ኣለዉ ኣፍሪሶዮ እየሱ ዓርቢ ሰብዓማ ፈሪሱ ምስቶም ኣብኡ ዝተረፉ ምስ ቤተሰቦም ምስ ገለ ዝማድ ገለ መለኡ ዝተረፉ ናበይ ተሸይጦም ምስልካ ናብ ቡሉናይል ተሸይጦም ናብ ቡሉናይል ኣብኡ ዝወፅሖም ክሳራ እኮ ገና ዘይተገለፀሉ ንሕና እውን ገልፆ ይደሊ ፈደራል መንግስቲ ባዕሉ ይግለፅ ወይ ባዕሉ እንትን ይግበር ኣብ ሸረሪና ኣርሚ ሰብዓን ሃለየ ኣብኡ ዝፀንሐ ኣርሚ ዓሰርተ ሰለስተ ዝኣትየትሉ ተረዲካ ኣሎ ኣርሚ ሰብዓ ስለለይለ እዩ ስሙ ኢሎ ኣሎ ዓሰርተ ሰለስተስ ኣብኦም እያ ኣትያ መን ከመሪሕዋ ሓንቲ ውግእ ኣዕውቱ ዘይፈልጥ ውግእ ዝበሃል ክሳራ እምበር ረብሓ ዘይብሉ ሰብ እዩ ሒዝዋ ኣትዩ ፀጋይ ማርክስ ድብልዎ ፀጋይ ማርክስ ነጋዴ እዩ ፀጋይ ማርክስ ትፈልጥ ኢኻ ገና መቐለ እቲ ምሰሉ ካብ ተንቤን ጓል ዘመርዐወ ብክንደይ ሚልዮናት እዩ ኣብ ደቂ ትግራይ ክንዲ ፍረ ጣፍ ትኣክል እንትን ዘይብሉ ማለት እዩ ፀጋይ ማርክስ ዝመርሖ ተኸንዲኣ ትሄዱ ኣሎ ጅግና ኣብ ቅድሚ ጦርነት እዩ ዝርከብ ከመይ ገይርካ ጀጋኑ ትብሎም ከመይ ገይርካ መራሒ ትብሎ ረ ጸጋይ ማርክስ ካብ እዳ ሱዳን ኬንዳ ናብ እዳ ሱዳን ሽቁጥቁጥ ናለ እዩ ውዒሉ ህግንዮም ከብሉ ኣለዉ እዞም ህፃውንቲ ግን ረጊፎም ዝተማረኹ ዕድለኛታት ኮይኑ ተማሪኾም እዚ ተፈናቃሊ እዚ ንዓዱ ዘይምለስ ትግራዋይ እዚ መሬት ራያ መሬት ኣድያቦ መሬት እንትነሎ ዓዶም ድያ ኣትዩ ናብ ህዝቦም ኢለማ ዋ ደጀና ኢሎም ንኮ እታ ክንደይ ግዜ ዝዛረቡ ደጀና ትፈልጥራ ከተማ ዛም ዝኾነ ዓቕምና ናትና ድጋፍ እዩ እኮ ኣለካ ኣሎ
ኣብዝሓ ግን ካብ ኣይዲፒ እዮም ጎሶም ወስደሞም ባይዘወይ ኢንተርቪው ገርኹም ክልተ ኣይዲፒማ ፀርዩ ደኾነ መፈልፈሊኦም እዩ ክንደይ ሕዚ ምሳይ ክነገረካ ሓደ ታሪክ እዛ ሓንቲ ንእስቲ ቆልዓ እዳ ተወቕዓት ንረኻያ ዕድመ ዓሰርተ ሓሙሽተ እዩ ጦርነት ትጅምር ተሎ ዕድመ ዓሰርተ ሰለስተ ወጓል ዓሰርተ ዓመት ነበራ ካብ ዓዲ ጎሹ እያ ተፈናቐላ ኣይዲፒ ሽራሮ ኣትያ ፍረ ሰማእታት ሓሙሽተ ዓመት ምስ ቤተሰባ ተፈላለያ በይና IDP ሽራሮ ትቅመጥ ነይራ ቤተሰባ ሽረ እዮም። ኣረጋጊጽኻ ድዩ?
ኣረጋግጸ እዋ።
ቤተሰባ? እዋ ሽረ እዮም። ካብኡ ሃም ዝመጸት?
IDP ሃም ዝነበርትዋ እዋ። እሺ እሳ ነገረትካ ድዩ ኣረጋጊጽኻ? እሳ ነገረትኒ ቆልዓ እሳ እያ ነገረትኒ። እሺ ሶ ብሓይሊ እያ ትገፋ ክልተ ወርሒ ሰልጥና ኣብ ክልተ ወርሒ ክላሽ እኳ የብላይ ብምቁፈር ሓዛ ኣትያ ነበረት ዋላ እቶም ኣሃዱታታ እዮም ምስክሩ ሓደ ለ ካብ መቐለ ትገፈፈ ነ ተራ ሊስትሮ ነበረ ወዲ 13 ዓመት ወሲዶም ዓድና ናእቲ ኢና ኢሎም ዝመላለሱ ንበር ለባእሩ እዮም ኣለኹ ኣነ ዓድና ንምልስ ኢና ላበሉ ኣታ ግደፉ ንዑ ላኹዎም ይረኽቦም ነይረ ናብኡ ምስ ዘሩ እውን መሰንጀር ይፅሕፉለ እዮም ደውለ የግንዮም እየ ግዴውልኹም እዩ ግዜኡ ከምዚ እዩ ተጋሩ ኣለና ብዛዕባ ትግራይ ተኮንኩም ትሓስቡ ሲ ናይ ኩላትና እዩ ትግራይ ስለዚ ትግራይ ከመይ ንምልሶ ከመይ ንቕንዖ ከመይ ንኸዶ ተመያይጥና ከም ተጋሩ ኮይንና እምበር እዚ ናይ ባዕሉ እንተረስ ስለለዎ ልኡኽ ጉጅለ ከጥፍኦኩም እዩ ይብሎም ነይረ ትማሊ ግን ኣብኡ ምሳኹም ከፍ ኢሎም ይርኦም ነይረ ተረዳኻ እንደለኻ ዓድኹም ሸይጥኹም ከይድኹም ድብሉና ነበሩ ዓድኹም ድሸጥኹም ህዝብኹም ሕሊፍኹም ዝሃብኹም ኢሎም ዝማጎትኻ ማለት እዩ ናቲንግ ኦኬ ይኹን ሰብ ካብ ገጋኡ ንምንታይ ዘይ ክእረም ኣለዎ ተኣሪሞም እንተኾይኖም ፅቡቕ ዘይሙማቶም እውን ደስ ኢልኒ ፅባሕ ካልኣት ሰባት ኾኑ እዮም ተረዳኻ እንዶ ካብ ሞት ዝርከብ የለይ ግን ቕንዕና የብሉ ኩሉ ትርድኻን ቅንዕና ካርም ሰብዓ እንዳን መፅ ናወል ፍክር ነበሩ ኣብ ዘይምልከቶም ቡሉናይል ረሽሶም ኣው ተሪፉሎም ኣነ ዝረኸም ነርኩ ሰባት ሓመድ ኮይኖም ኣለዉ ክንደይ ዳመጅ በፂሕዎም ትርዲካ እዚ ኣንሕና እምበር ማንመይ ገብሮ እዩ ዝብል ሕማሞም ፈደራል መንግስቲ ከኣ ከምዝገብር የርእዮም ኣሎ ትንኮሶኦም ለይቲ ኣትዮም ጥሒሶም ኣትዮምስ ኣካኪ ዘርየ ክብሉ ኣካኪ ዘራፍ ክብሉ ፕሮፖጋንዳ ክነፍሑ ነይሩ በቃ እንታይ ኣለዎ ናይ መከላከያ ሰራዊት ገለ ተባሂሉ ማለት እዩ ሒና ገይርዎም ሸረሪና ኣነ ፈልጦ መከላከያ ሰራዊት ኣብ ሸረሪና ለሎ ሸረሪና ናይ ኢትዮጵያ እዩ ሓንቲ ግን ፈደራል መንግስቲ ክናገሮ ዝደሊ ሸረሪና ጥራሕ ኣይኮነ ናይ ኢትዮጵያ ሓሸባ ድበሃል ናይ ኢትዮጵያ እዩ ናይ ባዕልና እዩ መሬትና እዩ እሶም እዮም ዝሃብዎ ተረዳኻ እንደላ ምስ ዑመር መስር ለለዎም ዝምድና ትሑዝ ገይሮም እዮም ሰዲዶም እሱ ክሓንቀሉ ኣለዎ ፈደራል መንግስቲ ታማይ ክሕዛ ኣለዎ እታ ሰብ ዝውደአላ ዘሎ ማይ ክሕዛ ኣለዎ ወለ ሃዲሞም ፈቐዱ ማይ ወሲድዎም ኢዶም ከይሁ ማይ ከኣትዩ ኣብቲ ተከዘ ባሕሪ እኮ ሃሊቆም ከም ትብሎ ኣለካ ባሕሪ ብመርከብ ነገር ኢኻ መኪና ለ ገለ ፅዕነት ጀልባ ኮይና ልዕሊ ጀልባ ኣላ መርከብ ነገር ተረዲካ መካይን ለወ ትፅዓን ኩሉ ትፅዓን ናብዚ ትሓልፍለ ናብቲ ክኸድለ እሳ ትመላለስ ናብ ክልትኦ ገፂኣ ትኸድ ሶ ሓሊፈ እየ በኣነ ሸረርና ሒዝካ ማለት ሓሸባ ስዩ ባዕሉ ሓሸባ እታ ክሳድ እዩ ክሕዛ ኣለዎ ዳሕራይ ተረጋጊፁ ዋላ መሬት ይውሰዱ ይውሰዱ ዘይገድስ ትንኮሳ ዝገብሩ ኣለዉ ኮይኖም መፈልፈል ገይሩ ሱዳን ግን ኣደብ ክገዝእ እንተኮይኑ እሳዕ ትሓዝ ብናተይ ሶ እዞም ኣሕዋትና እዚኦም ምምፅኦም ፅቡቅ እዩ ዋይ ታበለ ትብል እንደገና ትማርክ ደሎ መንግስቲ ተሃድሶ ገይሩ ተሰዱ መሊሱ ድኸድ ክል እዩ ትርኢኻ መሊሱ ዝኸድ ታይበለ ትብል እንዲኻ ሕማም እየ ሓሚሙ ኢሎ ኣሎ ትራማ በቃ ሕማም ኣለዎ ሳይካትሪ የድልዮ እዩ ይቅር ነዚ ኩሉ ዝሓለፎ ህዝቢ ማንም ኣብ ሚሊተሪ ዝነበረ ሳይካትራ ኣድልዮ እዩ ሳይካትሪ በቃ ሳይካትሪስ ጌርካ ዩነው ብዙሕ ነገር የድክም እዩ የድሊ እዩ ሶ እቲ ዝገጠመ እቲ ዝበፅሐ መስዋእቲ ከንቱ መስዋእቲ ብጣዕሚ የሕዝን ከም ሰብ መንግስቲ ከዓ ስርሑ ይሰርሕ መቸስ ጾይሉ ክብላዕ የብሉ መንግስቲ ፈደራል ጦርነት ዝበሃል ኣይፈቱ እዩ ኣይደሊ ሕዚ ሰዓት ክነግረካ ብስሩ ይደሊ ስለ ዘይደሊ ናመፅዎ ግን ስቆ ይብል ሃገር ምክልኸል እዩ ንሃገር መከላኸል ሰራዊት ከዓ ገና ዳንሻ ኣሕሞራ ዓዲ ጎሽለ ሽረ ክኸድ ክኽእል እዩ ኢትዮጵያ ስለ ዝኾነ ቀንጠብጠብ ድሎ ሻዕብያ እውን ክኸድ ክኽእል እዩ ክኣቲ እዩ ተረዳኻን ክኣቲ ዓዱ እያ እዚ መከላከያ ሰራዊት እዚ ናብዚ ክኣቲ የብሉ እዩ ዝብል ተሃልዩ ጌጋ እዩ ተቐባልነት እውን የብሉ እዩ ኢትዮጵያ እያ ትግራይ መከላከያ ሰራዊት ከዓ ኣብ ኩላ ኢትዮጵያ ኣብቲ ንዕኡ እዚ ቦታ እዚ ንዚ ዝደልዮ እየ ኢሉ እንድሕ ኮይኑ ማንም ኣይክልክሉ ክኣቲ እዩ ተረዳኸንዶ ሶ ኣርሚ ዓሰርተ ሰለስተ ከምዘይነበረት እያ ኮይና ደቂ ድኻ እዮም ግን ከምኡ ኮይና እዞም ናይ ደም ነጋዴ ወንጀለኛታት ኣይርከቡ ኢና ዓለም ፅባሕ ግን ንረኽቦም ኢና ብዝተፈላለየ መንገዲ ዓለም ኣቀፍ ኢንተርናሽናል ብሕጊ ብኢንተርፑል ብምን ብምን ክሳሓቡ እዮም ተረዳኻን ደላኻ ደቂ ሰባት እዮም ዝወድኡ ለለው ንውልቀ ረብሐኦም ንውልቀ ንግዶም ንውልቀ ጥቕሞም ክብሉ ንውልቀ ወንጀሎም ዝሰርሕዎ መከላኸል ክገብሩ ፍፍ ይብለው ኣይሳኸዐሎም እዩ ክነግረካ ኣይኸውን እዩ ህዝቢ ትግራይ ከም ህዝቢ ትግራይ ሒዝካ ቃልሲ ሓንሽሽኻስ እንደገና ቃልሲ ክስዕር ኢልካ ምሕሳብ ሻዕብያ ንዕኦም ይትረፍ ነብሱ የድሕኖም የድሕኖም እዩ ሻዕብያ ይንኣምኖም ኢሎም እኮ መሳርኦም ብሱዳን እዮም ላትለው ፐር ሱዳን እዮም ላትለው ክንደይ ስናይፐር ክንደይ ገለኣት ኢሎ እንታይ እዮም ገርዎ እንደ ብኤርትራ ከየእትይዎ ሻዕብያ ኣምኒ ወይ ዘይተኣማመነ ጎድኒ ጎድኒ ላኸደ ከም ዝብኢ ድመን ከድሕን ሻዕብያለ ንዖም ኢሉ ይደገፎም እዩ። ጦርነት ኣብ ትግራይ ክገብሮ ይደሊ እሶምለ እዚ ፈሊጦም ፕሮፓጋንዳ ኮነ እምበር ሻዕብያ ከመይ ክገብሮም እዩ ሲግደፈለይ ንዓይ ፈልጥ እየ ተስፋይ ስልጣን ደለኻ መን ተስፋይ ራያ ስልጣን ነውሪ የብሉ እዩ ድሌት ነካዶ ምሳሌ ትግራይ እንድሕር ኣትና እ። እንድሕር ዝና ለውጢ ሓይሊ ትግራይ እንድሕር ኣትዩ እ። እንድሕር እ፣ ተስፋይ ኣብ ስልጣን ዳናግንዮ ወይስ ኣብ ንግዲ
ኣነ እ። ኣብ ፀረ ሙስና ተግናኻኒ ደስ ይብለኒ
ልበቃል ድዩ እ? ብበቐል ድዩ ወይስ ብስራሕ እንታይ በቐል
ንምንታይ መርፅኻ ፀረ ሙስና ብዙሕ እትንዩ ብዙሕ ስራሕት እነዩ እወ ብሓደ ግዜ ፀረ ሙስና ኻ በቃ ፀረ ሙስና ሌባ እዱ ዝቑረፀሉ እዩ ሌባ ንሃለየ ህዝቢ ትግራይ ይሓልፈሉ እዩ። ቀጣፊ በተለይ ስልጣኑ ተጠቂሙ እም። ኣብዚ ተገይርካኒ ኢደይ ዓይነይ ከይሓሱ ከይደ ኣትዮ ስልጣን ተሂብካኒ ስልጣን እዚዝስ ትበቅዕ ኢኻ ንዚ ትኾን ኢኻ ተይልኒ እሺ ክብሎ እየ ዝርፍፅ ስራሕ ግን ኣይደልይ ምሳይ ዝሰርሑ ኣይሕልፍ እዩ ባህሪ እዩ ኣይሕልፍ እያ እንታይ ኢለ ክሕልፈሉ ዝተውሃቦ ተልእኾ ዝተውሃቦ ናይ ህዝቢ ተልእኾ ገዲፉ ኣብ ናይ ነባዕሉ ነባዕለስ ኣነ ክሕልፈሉ ተሓስቦ ዶ ትግምቶ ዶ ኣነ ግን ኣየሕልፍ ዋላ ወድነ ይኹን ገለ ይኹን ኣይግድሸኒ ባዕሉ ምፅዎ መዋፅኦ ይፍጠረሉ ዳዊት ሰደደ ሕጊ ብሕጊ ኣብቲ ሕጊ ለለት ሕጊ ተለዋዊስዎ ባዕሉ ተረክ ይርከባ ግን ሃምቲ ዝነበረ ጠምጢምኻ ኣብ ዘይወዓለሉ ንዕኡ ንምጥቃዕ ገለ ዝግበር እውን እዚ እውን ሙስና ዝኾነ እዚ እውን ገበን ዝኾነ ሓደ ሰብ ስለ ዝጸላእካዮ ስለ ልበኻዮስ ዘይለ ጠንጢንካ እንት ትገብረሉ ነቲ ጠንጣን ለለ ናብ ሕጊ ተጠንጥኖ ተረዲካ እምበር ስልጣን እሞ እንታይ ጸገም ኣለዎ እንድሒ ነውር ደይብሉ ስልጣን ከቢድ እዩ ስልጣን ሸኽሚ እዩ ስልጣን ዕሾኽ እዩ ስልጣን ኣልሚጾም ዝነብሩ ግን ስልጣን ኣይኾነ እዩ ትፈልጦ ድግበካ ኣብ ስልጣን ድነበረ ሰብ ይረኺ ኣነ ኣብ ጥቕሚ ዝነበረ ሰብ እየ ድፈልጥ ትፈልጥ ዲኻ ናይ ፀጥታ ኣካላት ሃፋትም እዩ ናይ ኢንቨስትመንት ኮሚሽን ሃፋትም እዩ ናይ ቤት ፅሕፈት ሓለፍቲ ወታደራዊ መራሕቲ እንታይ ከም ዝገብሩ መሬት ራያ መንጢሎም ወታደራዊ መራሕቲ ዝነበሩ መሬት ዝሓርሱ ከም ዘለዉ ይትፈልጢ ከም ዘካረዩ ይትፈልጢ እዚኦም ከዚ ህዝቢ ደም ደገልግለው መንእሰይ ፈቆዱ እየ መን ፈቆዱ እና ባሕር እናተረፈ እዚ ምስ ማሕረስ ተራኪቡ ዘይፈልጥ መሬት ሒዙ ኣካርዩ እናነበረ ሓደ እውን ትራክተር ተኻርዩ እናሓረሰ ኢንቨስተር ይበሃል ማለት እዩ

እንኻ ናፍኻዮ ናፍቕኻዮ እንኻ።
ዓደይ ካብ ዘይረኽባ ኦልሞስት እንደገና ዒስራ ዓመት እዩ። ኣጋጣሚ ዓፋር ዓበይቲ ስራሕቲ ስለ ዝነበሩኒ ኣብዚ መፂኣ ሓንቲ ክልተ መዓልቲ እግነያ ብድሕርኡ ከይደ ዓፋር መሊሳ ከይዳ ዘይትመፅእ ገድም መፅየ ኣነ እየ ድመፅእ ኢለያ ማለት እዩ ኣደይ ብጣዕሚ እየ ዝፈትያ ንኩለን ኣዴታት ይፈትየን እየ ብጣዕሚ ምስ ምክንያቱ ብኩሉ መዳይ ሰበይቲ ደይብሉ ትርጉም የብሉ በቃ ሰበይትስ ናይ ምድሪ ገነት እያ ንዓይ ኣደይ ጅግና እያ ኣደይ ናይ ዝኩሉ በደላት ናቶም ተሸኪማ ተወፅያ እያ ኣደይ ኣመሓደርትና ዝበሃሉ ኣደይ ጉቦ ይቕበልዋ ነይሩ ብዘይገብሩላ ማለት እዩ ኣደይ እስካብ ሎሚ ትነብዕ እያ ኣደይ ገባር እያ ጅግና እያ ብጣዕሚ ጅግና እያ ክነግረካ ኩለን ኣዴታትና ጀጋኑ እየን ግግገዛኡ ኣንለ ኣደ ጅግና እያ ኣብቲ ሕማቅ ግዜ ቅድሚ ዕስራ ዓመት ዓሰርተ ገለ ዓመት ቅድ ነበረ ዕስራ ዓመት በር ነረኣ ንትቀዋሞ እውን ኣይዛኻ ዝወደይ ኣትለን ንዝኣመንካሉ ይዛኻ ኣት ናብ ጎድነይ ኮይና እያ ኣይዘኻ ትብለኒ ተኣሲረ ንፖሊስ ሓሙሽተ ቅርሺ ዓሰርተ ቅርሺ ሂባ እያ ምግቢ ተእትየለይ እወ እወ ብዙሓት እህ ኢላ እያ ሓዚና እያ ኣይርስዖ ኣነለ ሶ ኣይ ላቭ ዩ ማይ ማዘር ብጣዕሚ እየ ዝፈትዋ ጅግና እያ ንዓይ ናይዚኦም ክፍኣት ብጣዕሚ እያ እንትን ትብሎ ኣደይ እዞም ሰባት እዚኦም ሰፍትነት እኽሊ ብጣዕሚ እያ ትፀልኦ ትገብሮ እውን ብጣዕሚ እውን ትፅየፎ ምሳድ ለመደት ዓውዲ እያ ሳድ ለመደት ሓፊስካ ኣካፋፊልካ ንቤተሰብ ንጎረቤት ከምዚያ ለሚዳ ግን ኣደይ ላሕሚ ዘይብሉ ህይወተይ መስላይ ሐዚ ላይ ሓንቲ ላሕሚ ትልያ እያ መስለኒ ብዘይ ላሕሚ ኣይትኾነን ደይ ሶ ምስ ላሕሚ ዘለዎ ምስ ከፍቲ ዘለዎ ቁርኝነት ፍልይ ዝበለ እዩ እና ብዙሕ ምመር ኣሎ ናደይ እስከ ኣተዓባብያኻ ንገረና እስኪ ሕንቁቑ እዩ ድበሃል
ኣብ ማንም እየ ካብ ቆልዓይ ነፃነት እየ ደሊ ዋላ ኣብ ገዛ ኣነ እንተዘየጥፈ እየ ኣይቕበሎይ ተጥፈ እየ ውፅእ ኢለ ይጠፍእ ደሓን ደሓን ይበሃል በቃ ደሓን ፀገም የብሉ ይበሃል ይኣምን ኣይሕስውይ በቃ ዝገበርክዋ ኣነ ገይረያ ወይ እንድሕደ ገበርክዋ ኣይገበርክዋ እዩ ህልም ደለ ህልም እየ ሶ ብነፃነት ዝዓወኹ ይመስለኒ ኣነ ሓሪሰ እየ ጓስየ እየ ኹሉ ገይረ እየ ኹሉ ደይፈልጦ የብለይ ኡርና ይበሃል ገጣሚ እው እዩ ዓዲ ቦሕጎይ ኣተስፋ ኣቦዋ ይበሃሉ ኣብ ራያ ብዙሪያኡ ጓና የብለይ ማለት ይከኣል እዩ ግን እቲ ህይወት እቲኡ ዝነበረ ምትሕልላይ፣ እቲ ፍቕሪ፣ እቲ መንከስኻ ሒዞም ክስዕሙኻ፣ ወዲ ሓወይ፣ ወዲ ኮኤይ፣ ወዲ ሓፍተይ ላለ ይስዕመካ፣ እዚታት ኣሎ ዶ ሕዚ የለይ፣ ኣይፈልጥይ፣ የለይ፣ ኣይህልይ እውን፣ ጠፊኡ እዩ፣ ተመንጢልና ኢና፣ ነብሱ ይምሓሮ እዩ ዝበሃል፣ ኣሸንዳ እውን ከምዚ ነበረ፣ ካልእ ባህሊ ነይርዎ፣ ደርጋ ነብሱ ይምሓሮ ዝበሃል እዩ፣ ኣሸንዳለ። ስለዚ

እዚ ብክፋል እዚ ይመስል ዲተይል ጋሻ ይኾንኻ በዓል ምድሪ ኣብ ዝመፅእኻ ስለላብካን ኢንተርቪ ኣዝየ ብጣዕሚ የመስግን ኣብ መጨረሻ ግን ተሕልፎ መልእኽቲ እንዳሃልዩካ ዘሕልፎ መልእኽቲ ሓደ ቅንዕና ይሃልዩ ቅንዕና ይሃሊ ብቅኑዕ መንፈስ ካብቲ ዝነበረ ተለዊጥና ተዘይከይድና ቃልሲ ክትስዕረ ይትኽእል እዩ ካብ ጥቕዓት ውፁ እዩ ሰብ ካብ ተጥቅዕዎ ደግፍዎ ኣብ ሰብ ምጥቃዕ ኣይንውዓል ዝኾነ ይኹን ትግራዋይ ኩሉ ካልለ ብዛዕባ ትግራይ ጉዳይ ስለ ዘውግዕለና እዩ ክኾን የብሉ ኩሉ ብፖዘቲቭ ዓይኒ ክንሪኦ ኣለና ቅንዕና ክሃሊ ኣለዎ ዝብል እምነት ኣለኒ። ሓንቲ ብቃደማይ ወልቃይትና መን እዩ ገለ ድል ኣብ ቆሪፁ ዝሰደዶ እንትን ነይሩ ብዛዕባ ትግራዋይነት እውን ከምኡ ነይሩ ግዜ ተሃሊካ ክሊር ክገብረ ክእል እየ የለ ጎራ እወ ኣነ ትግራዋይ እየ ራያ እንታይ እዩ? ፓሬድ ትግራዋይነት ኩንትራት እዩ ዝወኽዎ ናይ ሓባር እዩ ስሙ እዩ ናይ ሓባርና እዩ ተረድካ ደሎ ኣነ ደሊካ ኢትዮጵያ ክግንፀል እየ ዝብሉ ኣካላት ኣለዉ ኤርትራ እውን ኢትዮጵያ ነይራ ወዶ ኦኬ ስለዚ ናይ መይኖም ፈጢሮም ኣለዉ ኣብዚ ንሃለዩ ግን ናይ ሓባር እዩ ነይሩ ብቶም ሰባት ዝገብርዎ ብቲ ድሕሪ ጉጅለ ዝገብሮ ግን ኣብ ጥርጣረ ዝነብር ሰብ ግን የለን ፈልጥዎ ኣለዎም ትግራዋይነት ንክህሊ ኣነ ትጠፍእ እንተኮይነ ንዓይ ትግራዋይነት እንታይ እዩ እዩ መግለፂ ትግራዋይነት ላዋኹ ንዕኦም ከጥፍኦም እንተኾይነ እዋይ ንምንታይ ይጠፍኡ ካልኣት ኸ ተኸኣ ኢልካ እዩ መሲለ ነይረ እዛ ገዛ እዚኣ ሓብርና እንተ ተኻሪና እያ ገዛና ኢኻ ትብል እምበር ገዛ ይትብሊ ደ ኢልካ ኢለዮ እዋ
በይኑ ተተኻሪዋ ገዛ ይክብል ኣለዎ ናይ ሓባር እንድያ ገዛና እየ ድብል ገዛና ኢኻ ትብል ትግራይ ለ ትግራይና ኢኻ ትብል ናተይ ንበይነ ይኾነት ናቲ በይኑ ይኾነት ናትና ንበይንና እያ ሓምሳ ዓመት ግደፍ ወስቢቲ ዓመት ለ ንሕና ኢና ተጠፊና ለ ደቅና ደቂ ደቅና ዝብልና ኣካላት እንታይ ማለት እዩ እዚ ትርጉሙ መናብርቲ ኢኹም ተፀጊዕኹም ምሳይ ኣነ ዝወክኩም እምበር ንስኹም ምንም ክትገብሩ ይትኽእሉ እዩ ዝብለኒ ኣካል ኣይፈልጠካ እየ ዝብሎ ብዚ ዝተበገሰ ናይ ወልቃይቲ ናይ ራያ ኣልዕለ እዩ ስመላሽ ኮሚቴ ዶ ገለደ ገለደ ኢሉ ኮሚቴ ተዘይኮይኑ ኸዓ ውፅኢት የለይ ኮሚቴ ዝኾኑ ኣለዉ ንዑ እዩ ኣስመላሽ ኮሚቴ ኢልኮ ሒዙሉ ዓዱ ደመቀ ዘብሉ ታኻትለና ደመቀ ዘብሉ ዘለዎ ዓድና መን ናይ ትግራይ ናይ ተጋሩ ናይ ኩላትና መን ግን ክነብረሉ ወልቀቶት ጸለምቶት መን እዩ ከመሓድሮ? እሶም ባዕሎም ብህቂ ማእቀፍ ኮይኖም ንዕኦም ዝቆጻጸር ናይ መንግስቲ ትግራይ ተሃልዩ ዘየዳሊ ዓዶም ከልምዑ ዓዶም ክዕብዩ ቅድመኦም ዝሓልፍ የለይ። እቲ ብቀደማይ ትቀርጾ ነርኻ ለምለም መሬት እሲ ና ዳብሎም ኣሎ እዚኦም ሃህ ድለው ኮልዑ ወልቀታይ ጾም ሓዲሩ እሶም ኮልዑ ወልቀታይ ባዕሉ ፈጫጭ ክብሎ ኣለዎ እቲ ዓዱ ንሓባር ኣነለ ተኸይደ ክነብር ኣለኒ ብመን ብወልቀቶት ክምራሕ ኣለኒ ወልቀቶት ነቲ መርሐና ኢኻ ኢሎም ተመሪፆምኒ ክመርሕ ተረድካ ዶ ክጠቕመና ኢኻ ተኢሎምኒ ወልቀታይ ራያ መፅኡ በልሕ ወልቀታይ በልሕ ወልቀታይ ስለ ዝኾነስ ኣየስርሖ ኣነ ክሰርሕ ባ ኣለዎ ተመሪፅናዮ ካብ ዝኾነ ተገምግሙ ዘይፈልጥ ከባቢ ሰብ እናተለኣኸኒ ንዓይ ዝግምግመኒ እሱ ግን ተነኪኡ ዘይፈልጥ ናይ ባዕሉ ዕስራይ ሰለስተይ ልዕሊኡ ወረዳታት ገይሩ ናትና ኣብ ክልተ ዞባ መቒሉ ምብራቂ ደቡብ ኢሉ ከፊልና ድምፅና ክባኽን ገይሩ ዝፃወተልና ኣካል ስቶፕ ካብ ገድም ካብዚ ተሓልፊ ኢድ በሃል ኣሎ ንሓባር ትግራይ ኣለላትና እወ በቃ ዓቕምና ፖተንሻልና ተፈትሹ ንመርሕነት ንወዳደር እዩ ማለት ሲ ለካ ኣለኹ እኮ ጌታቸውስ ዓቕሚ ስኢኑ ይኾነ ዓቕሚ ስኢኑ ከይትብለኒ እንዲያመይ ትምጥኖይ ንጌታቸውታ ትግራይ ታሓትሪ ኣለኻ ግን እምቢ ኣይንቕበለካ ይበልዎ ተባሂሎም ሸበጥ ደርቢሉ እውን ተባሂሎም እንታይ ክትብል ኣለኻ እንታይ ትገብር መፅኻ ኣብዚ ከም ኣለዎ ረኻ ረኻኡ እንታይ ኣለካ ኣብዚ ከም ኣለዎ ነሮም ብሸበጥ እንታይ ክትብል ኣለኻ ኣንሕና ከደብረፅዮን ፋንድሻ ዶ ሰንቲ ዶ ኢና ንስንስ ፈቐዱ ፅርጋ ፈቐዱ ፅርጋ ነስንሱ ቀይሕ ምንፃፍ ኣምፁ ሰብ ድክደን ስኢኑ ቀይሕ ምንፃፍ ይንፀፍ ደብረፅዮን ዳባይ ወልዱ ዳለቃ ፅጋይ ድኩሎም ንሰብ ሰለስተ ምዕራፍ ጀጋኑና ገለ ዳተባሃለ ሌዋውና ሰንሰን ደቦልና ሓደ ሰብ ጌታቸው ረዳ ድበሃል ግን እንታይ ገጢምዎ ፈርዋት ካብ ጥፍኣት ዘድሐነ ስኽን ኢልና ንርእዮ ዝበለ ታይ ገጢምዎ እስቲ ንገረኒ ሽልማት ፕሪቶርያ ለኸይድኻ ሰላም ገይርኻልና ተንፊስና ዓይንኻ ስለ ልረእናካ ደስ ኢልና ኢሎም ኣጣቂዖምሉ ስንገረኒ እዘም ኣብኡ ሕሕ ድብሉ ሕሕ ድብሉ ነበሩ ሽረተት ድዮም ራያተት ድዮም ኣበይ እዮም ትንብልተት ድዮም ዓጋሚ ድዮም ኣይኮኑ ይዋይ ትሰግሰጉ ነባር ዓቕሚ ልምዓት ጉጅለ ኢሎም ዘቕመጥዎም ኣብ ወልቃይ ተልኢኾም ዝነበሩ ሰባት እዮም ክነግረካ ኩሉ ክፈልጦም ማለት እምበር ንጌታቸው ዶ ትነክስ ኢኻ እስኪ ንገረን ጌታቸው ዓቕሚ ስኢኑ ኣብ ዓለም ኣቀፍ ትካላት ወይ ድማ ኣብ ዩኒቨርሲቲ ዓቕሚ ስኢኑ ጌታቸው መስለካ ኤንወይ ኣብዚ ከምዚ ዓይነት ኮምፕሌክስ ዝኾነ ነገር መንጢሎም ክወስዱ ይምክሩ እዮም ኣነ ራየቱት እዩ ትግራዋ እዩ ትርድራ እንደላ ፈደራሊ ዝብለካ ባበይ ትመፅእ ይብለካ ብቲ ዝተወለድካሉ ተረድካኒ ብቲ ተወለድካሉ እሺ ብቲ ዝወለድክሉ መፅእ ኣለኹኩም ኣበይ እዩ ራያ ካብኡ ከ ትግራዋይ ካብኡ ከ ኢትዮጵያዊ ካብ ኢትዮጵያ ዝረኽቦ ክረክብ ኣለኒ ኢትዮጵያ ካባና ትረኽቦ ትረክብ ኣለዋ ኩለን ክልላት ካብ ኢትዮጵያ ሰንተር ክረክባ ኣለዎን ሰንተር ከዓ ካብአን እዩ ኩሉ ዝእኮ ካብአን ክረክብ ኣለዎ ፍትሓዊ ክፍፍል ክህሊ ኣለዎ እስተዘይሃልዩ ጎንፂ ጠጠው ይብል እዩ ፍትሓዊ ክፍፍል ክህሊ ኣለዎ ስለዚ ኣነ ኣብ ትግራዋይ ዝጥርጥር ተሃልዩ እስኻ ይትበኒ እስኻ ይትምጥለኒ ትግራዋይነት ኣነ ይቕበሎ ኣነ ይድርብዮ ክብሎ ይደሊ ግን ትግራዋይ እየ ሕዚ ለ ትግራዋይ እየ ፅባሕ ለ ትግራዋይ እየ ከስምሮ ልደሊ ዕቡጭ ወለ ዋላ እቲ ወልቀታይ ለ ትግራዋይ እዩ ናቐጥቀጥካዮ ግን ትግራዋይነቱ ክፀልእ ዝገበርካዮ ኣካል ንስኻ ኢኻ ኣለኻ ኡ ኣለኹ እቲ ሰብ እዚ እቲ ኣካል እዚ እቲ ውዳበ እዚ ናተቐጥቀጥኻስ ወለዶም ዝቁጥቁጥዎም ቆልዑ ጠፊኦም ከም ዝኸዱ ትፈልጥ መን ወላዲ ገይርዎ እዚ ካበይ ከም ዝመፅእ ዘይፍለጥ ንዚ ባላባት ጅግና ተዋጋኢ ሓረስታይ ዝኾነ ውልቀታይ ከመይ ገር ከሳዶ ስንገረኒ ንዚ ጅግና ራዮታይ ከሳዶ ከመይ ገር ከሳዶ ክብሪ ናይ ባዕሉ ዛንታ ናይ ባዕሉ ስራሕ ናይ ባዕሉ ኩሉ ለለዎ ዓጋመ እንታይ ከመይ ከሳዶ ከሳዶ ይኽእል እዩ ደቂ ባት ዓድዋ እውን ከመይ ገይርዎም ትጉጅለ ትፈልጥ ኢኻ ኩሉ ሰብ ይፈልጥ እዩ ንምንታይ ትግራዋይ ዝበሃል ሳብ ዓዱ ብነፃነት ክነብር ክፍትም ክወልድ ክዘልል ኣለዎ ፍትሕን ርትዕን ረኺቡ ክኽበር እምበር ኣብ ትግራይ ኮይንኻስ እህ ዝምለኹ ተጋሩ ትፈጥር ጌጋ እዩ ኣይኾኒ ኣይንቕበሎይ ኣብ ጭዑ እዩ እዚ የለይ ወልቀቶት እንታይ ኢኹም ተተባሂሎም ወልቀቶት ባዕሎም እዮም እዚ ኢና ክብሉ ዘለዎም ኣነ ክሓልፈሎም ይኽእል እቲ ዝፈልጦ ግን ወልቃይት ብታሪክ ኣብ ትግራይ ከም ዝነበረ ፈልጥ ትርዳኻ እንደለኻ ሕዚ እውን ከምዮ ዝኣምን ናተበደልካ ናተቐጥቀጥካ ትግራዋይ ድብል ስም እዩ ድሐሸካ ግን የብሉን እንድሕር ምሕኸርኩሕዎ ኸ እንዲ ሓርፍፍዎ ኸ እዚ መፍትሒ ተምፀኦ ኣለካ መጀመርያ መን ድሐርፍፈሎም ኣሎ መን ድቕጥቕጦም ኣሎ መን ደሳደም ኣሎ ወልቀተት ከ ሱዳን እዮም ነሩ ትፈልጥራ ካብ ኢትዮጵያ ካብ ሱዳን እዮም ነሩ ወልቃይ ፀልዮም ድዮም ንሱዳን ከለው ዓውዲ ራፍዕ ፀልዮም ድዮም ንሱዳን ከለው እስቲ ንገረኒ እንታይ ኮይኖም እዮም ሱዳን ዝኸዱ ከፊዎም እኮ ስለ ዝኸፍኦም ዝኸዱ ለለዉ እዚ ከምዚ ገይሩ ዝበታትነና ኣሎ ከምዚ ገይሩ ዘዳልውሉ ኣካል እሱ ኢና ናብ ሕግን ሕግን ክነምፆ ዘለና ብሕጊ ተሓታቲ ክንገብሮ ዘለና ክንደይ ወልቀት እኮ ተረሽኖም እዮም ትማሊ ስብሓት ነጋ ሰምዐ ነይርካ ወሲንና ቀትልና እዮም ለካ ለሎ ክቅተል ከሎ ወሰንቲ መን መን እዮም ስብሓት በይኑ ኣይኮነ ዲስከሽን ኣይኣምን እዩ ብዲስከሽን ንኣምን ኢሎም ዝኸዱ ኣካላት መብዛሕትኦም ደቂ ዓጋመ ይመስለኒ ክውገዱ ወሲንና ኢሉ ወሲኑ ረሽኖም ሓድሮም ንኩሎም ጨፍጫፍ ሓዲሮም ይብለካ ኣሎ ባዕሉ ኣነ ይኹን ስብሓት ባዕሉ ኣብቲ ሰዓት ወሰንቲ መን ይምን ነይሮም ፍሉጣት እዮም ስለዚ ክንደይ ዓበይቲ ዓዲ ራዮቶት ኣላጀቶት ቦረቶት ዴላቶት ስላወቶት ወጀረቶት፣ መኾንቶት እዚኦም ብምልኦም ክንደይ ዓበይቲ ዓዲ ማጨው መዝሚዞም ወሲዶም ፉዳል እናበሉ ገለ እናበሉ እንደ ረሽኖም እዚ ኩሉ ገበን ሒዞም ከመይ ገይሮም ገለል ክብሉካ መስዋእቲ እዩ ወርቂ ናበሉ መፅኦም ወር ሕዚ ዕለት እንድሕ ክስወኦ ደሎም ክስወኦ ኣለዎም ክስወኦ ኣለዎም ሰዋት ደሞ እዚ ክልር ገብር ደልየ እዚ ዝሓውና ንተመልከትቲ ኢሉ ቅንጥብ ቅንጥብ ኣብሉ ቁርፅ ቁርፅ ኣብሉ ሰድዎ ነይሩ ቆሪፅዎ ይመስለኒ ግን ከምኡ መሻመይ ገይርዎ ነይሩዋ መሻመይ ዝገበሮ ክረአየሉ መስለኒ ግን ተስፋይ ራያ ትግራዋይ እዩ
ክብር ሓስ- እዋ ምስ ለለና ሰዓት እወ እግረ መንገደይ ከይቋረፀና ኣብ ኢሮብ ከባቢ ም።
ዓብዪ ድርቂ ገጢሙ ኣሎ ኣብ መላእ ትግራይ ለ መላእ ትግራይ እዩ ም። ኣብ ኢሮብ ብኽ- ዝኸፍአ ማለት እዩ ም። ብዝኸፍአ ኣብ ኢሮብ ዓብዪ ሓደጋ ዓብዪ ናይ ጥምየት ናይ ድርቂ ሓደጋ ናይ ህዝቢ ናይ እንስሳ ገጢሙ ኣሎ ም። እዚ ብኸመይ ተደራሽነት ዝኾነ ይፈልጢ ም። ተበፃሕነቱ ም። መን እዩ ክበፅሐሉኸ ጅሆ ዝተትሓዘ ህዝቢ እዩ እም። ህዝቢ ኢሮብ ክብፅሕሉ ኩሉ ትግራዋይ ይኹን ኢትዮጵያ እም። ህዝቢ ኣለዉ ንዚ ህዝቢ እዚ ክበፅሕሉ ፃውዕተይ የቕርብ ማለት እዩ ንመላእ እ፣ ሰዓብቲ ኦርቶዶክስ እም፣ ርሑስ በዓል መጻኢ ጽቡቅ ዝኮነ መጻኡ ብሩህ ዝኮነ ክከውን ይምነይ የቀንየለይ ክብረት ይሃበለይ። ክብራትን ክብራት ተከታተልትና ናይ ለማዓንቲ ምድላውና እዚ መስል ነይሩ ቀፃሊ ብካልእ ምድላው ክሳብ ንራከብ ናይ ሎሚ ጋሻና ተስፋይ ንጉስ ራያ እናመስገንኩ ንቻናልና ሓደሽቲ ምኮንኩም ንቪድዮና ላይክ ንቻናልና ድማ ሰብስክራይብ ብምግባር ኣባል ቤተሰብና ኩኑ ሰናይ በዓል ኣሸንዳ።